ሕብረት ስራሕ ማሕበራት ዓንዲ ሕቖ ኢኮኖሚ ብምዃነን ብፍሉይ ድማ ፀገማት ሕብረተሰብ ኣብ ምቅላል ዝለዓለ እጃም ኣለወን ዝበሉ ሓላፊ ኤጀንሲ ሕብረት ስራሕ ማሕበራት ትግራይ ኣይተ ገብረመድህን ሓጎስ ብፍሉይ ዜጋታት ዘለዎም ዓቕሚ ብሓባር ዘዕርፍሉ ብምዃኑ ነዚ ኣብ ምድጋፍ ከም ኤጀንሲ ከምዝስረሐሉ ገሊፆም። ሕብረት ስራሕ ማሕበራት ዓንዲ ሕቖ ኤኮኖሚ እየን ትንብል ሓፈሻዊ ዘረባ ኣይኮነን። ዜጋታትና ብውልቆም ዘይከኣልዎ ፀገም ወይ ክፍታሕ ዝግበኦ ጉዳይ ጉልበቶም፣ ፍልጠቶም፣ ክእለቶም፣ ገንዘቦም ኣዋፂኦም ናብ ሓደ ባዕሎም መሪሖም፣ ባዕሎም ኣመሓዲሮም፣ ባዕሎም ናብ ስራሕ ኣዋፊሮም ካብኡ ተጠቀምቲ ኮይኖም ነቲ ኢኮኖሚ ዓቕሚ ዝኸውን ትካላት ናይ ምህናፅ ብፅሒት ዘለወን እየን። ስለዚ ብመሰረታዊ ሕብረት ስራሕ ማሕበራት፣ ብዩኒየናት፣ ብፌደሬሽን፣ ኣብ ኩለ መዳይ፣ ኣብ ሸማቶ፣ ኣብ ፍሉያት ሕብረት ስራሕ ማሕበራት ወይ ከዓ ስፔሻል ኮኦፕሬቲቭ ንብለን፣ ኣብ መፍረይትን ግልጋሎትን፣ ኣብ ኩለ መዳይ፣ ኣብ ዕቋርን ልቓሕን ከዓ። ዕቋርን ልቓሕን መጀመርያ ዕቋር እዩ ዝመፅእ፣ ሴቪንግ ዝመርሖ ማለት እዩ። ዜጋታት ሕዚ እውን ሓበራዊ ውሱን ሃፍቶም ናብ ሓደ ማእኸል ኣዋፂኦም ብኣግባቡ ኣመሓዲሮም፣ ንጡፍ ተበግሶን ንጹር ናይ ንግዲ ሓሳብ ዘለዎም ዜጋታት ማሕበረ ኢኮኖሚያዊ ጸገማቶም ዝፈትሕሉ ተለቂሖም ክሰርሑ። ኣዶ ወንበር ሕብረት ስራሕ ማሕበር ጮም ዓይኒን ወይዘሮ ሰናይት ኣይናለም ብግደኣን፣ ኣብ ትግራይ ዘሎ ማሕበረ ኢኮኖሚ ቅልውላው ንምፍታሕ ግደ እዘን ትካላት ዝለዓለ ከምዝኾነ ዝገለፃ እንትኾና፣ እዘን ትካላት ነዚ ንምፍታሕ ዝኸደኦ ዘለዋ መንገዲ ንምብርትታዕን ዘለወን መሕንቖታት ንምፍታሕን ድማ ብሕብረት ምቅላስን ምፅዓርን ከምዘድሊ ኣብሪሀን። ትግራይ ካብ ኩናት ንድሕሪት ኣብ ከቢድ ቕልውላው ኢኮኖሚያዊ ፀገማት እዩ ዘሎ ማሕበረሰብና መንእሰይና ኣደታትና ኣሕዋትና ብኩሉ ክፋል ሕብረተሰብ ከቢድ ፀገም ስለ ዘሎ እቲ ዋና ዓብይ ፀገም ኢልና ንወስዶ እውን ፋይናንሻል እዩ እቲ ፋይናንሳል ፀገም ነቲ ማሕበረሰብና ካብ ማንም ትካል ብላዕሊ ብዘይ ምግናን ማለት እዩ ሕብረት ስራሕ ማሕበራት ዓብይ ተራ ይፃወታ ኣለዋ እየን ብቢልየን ዝቑፀር ቕርሺ ልቓሓት ይህባ ኣለዋ እየን ናብቲ ዕዳጋ ኣትዩ እውን ኽንደየናይ ለውጢ የምፅእ ኣሎ ትፈልጥዎ ኢኹም ኣብ ሕብረት ስራሕ ማሕበር ዘለኹም ኣካላት ነገር ግን እቲ ምንቅስቓሳትና እዚ ጽቡቕ እናሃለየ ኣብ መንጎና ዘሎ ሕብረት፣ ኣብ መንጎና ዘሎ ምድግጋፍ፣ ኣብ መንጎና ዘሎ ሓበራዊ ስራሕ፣ ኣብ መንጎና ዘሎ ጥዕና ዘለዎ ውድድር፣ ፍክክር ክህሊ ክኽእል ኣለዎ። መካየዲ ስራሕ ሕብረት ስራሕ ማሕበር ጮምዓ ዩኒየን ኣይተ ገብርሂወት ኪዳነ ብግደኦም፣ ብተበግሶ ጮምዓ ዩኒየን ዝተዳለወ እቲ መድረኽ ዘተ፣ ኣብ መቐለ ንዝርከባ ሕብረት ስራሕ ማሕበራት ኣብ ስራሕተን ዘጋጥምወን ፀገማት ብዝግባእ ንምፍታሕን፣ ንሕብረተሰብ ዝህበኦ ዘለዋ ግልጋሎት እንታይ ክመስል ከምዝግባእን ዘተኮረ መድረኽ ከምዝኾነ ገሊፆም። ኣብ መቐለን ከባቢኣን ዝኔዋ ሕብረት ስራ ማሕበራት ብፍላይ ደሞ ናይ ገንዘብ ዕቋን ልቓሕን ሕብረት ስራ ማሕበራት እንታይ እየን ዝሰርሓ ዘለዋ፣ ክሰርሓ ከለዋ እንታይ ረብሓ የምፅኣ ኣለዋ፣ ሰሪሐን እንታይ እየን እቲ ማሕበረሰብ እንታይ ይጠቕመኦ ኣለዋ ዝብል መበገሲ ገይርና ኣብዚ ከይዲ ስራሕቲ እንታይ ከ ፀገማት የጋጥም ኣሎ፣ ስለዚ እቶም ስራሕቲ ብቐፃላይ ፅቡቕ ኮይኖም ንቕፅሉ እንታይ ክንገብር ኣለና ንምባል እዩ እቲ መድረኽ ተፈጢሩ። ብርክት ዝበላ ኣባል እውን ሓቒፈን እየን። ሕዚ ለምሳሌ ምስ ጮማ ዩኒየን ካብ ዘለዋ ሚእትን ዓሰርተ ሓደን መሰረታዊ ሕብረት ስራሕ ማሕበራት ናብ ሚእትን ኣርብዓን ሓሙሽተን ሽሕ ዝኣክል ውልቀ ሰብ ሓቒፉለን እዩ። ካብዚ ሚእትን ኣርብዓን ሓሙሽተን ሽሕ ሰማንያን ሰማንያን ሓሙሽተን ሽሕ ዝኸውን ክሳብ ሕዚ ናይ ልቓሕ ግልጋሎት ዝረኸበ እዩ።
ኣብ ትግራይ ብዝተፈፀመ ጀኖሳይዳዊ ኲናት ስዒቡ ፀገም ጥዕና ኣእምሮ እናወሰኸ ከምዝርከብ ኣብ ቢሮ ጥዕና ትግራይ ሓላፊ ኣውራ ከይዲ ስራሕ ምሕካምን ክንክንን ሕሙማት ዶክተር ስምዖን ገብረፃድቕ ሓቢሮም። ዶክተር ስምዖን ነዚ ዝበሉ ዓለምለኸ መዓልቲ ጥዕና ስነ ኣእምሮ ብብርኪ ትግራይ ኣብ ዝተሳለጠ መድረኽ እዩ። ብርሃነ ወልዳይ ተወሳኺ ኣለዎ።

ሰርሑ ሰፊሕ እዩ ዘይመንግስታዊ ትካላት ኣለኹም ካልኦት ዝምልከተኩም ናይ ሚድያ ሓዊሱ ናይ መንግስቲ ትካላት ኣሎ ስለዝኾነ እዚ መዓልቲ ክነኽብር ከለና ከምዝፍለጥ ከምኡ ዝበለ ዝተፈላላያት ወይ ተፃብኦታት እንብሎ ኹናት ሓዊሱ ኣብ ዘጋጥመሉ ብብርኪ ዓለም መፅናዕትታት ዘርእዩ ኹናት ቁፅሪ ሓደጋታት ክኾኑ ይኽእሉ በተሎ ካብ ሓሙሽተ ሰብ ሓደ ሰብ ፀገም ጥዕና ስነ ኣእምሮ ይገጥሞ

ዝደልይዎ ኣስተምህሮ ተወሳኺ ንዚኣቶም ጥራሕ ንሓድጎ ዘይኮነ ብሓፈሻ ከኣ ንሕብረተሰብ ክንብል ከለና ኣውዲ ኣብ ምክልኻል ከሎ ከኣ መልሰ ምሃል ጥዕንኡ ሕሉ ተኾይኑ ሓደ ሰብ ዓርሰ እምነተ ምዕባይ ወይ ከኣ ሰልፍ ኮንፊደንስ እንብሎ ምስ ሕብረተሰቡ ንዝሓልፍ መልእኽትን ኣብተን ናይ ሃይማኖት ትካላት ንብለን ዘለና ዝሓልፍ መልእኽትን ዝበለጸ ዓርሰ እምነት ንክህልዎ ባዕሉ ንክሕሉ ጥዕንኡ ክህሉ እውን ይሕግዝ ማለት ስለዝኾነ እዙይ ክህሉ ከሎ ኣብቲ ሕብረተሰብ ዝተሓላልፈ ይኹን ኣብታ ናይ ሃይማኖት ትካላት እውን ብዝበለፀ እንታይ ክህሉ ይገብር እዞም ማለት ንጥዕና ኣእምሮ ከቃልዑና ዝኽእሉ ዝተፈላለዩ ወልፍታት ሓዊሱ ኣብኦም ንኸይውዕል ሕብረተሰብ ብፍላይ ደሞ መንእሰይ ከምኡ ዝበለ መልእኽታት ስለዝሓልፍሉ ካብዚኦም ዝግለ ኣለዎም ፅቡቕ ስራሕቲ ብፅቡቕ ግብረ ገብነት ንህነፅ ፅቡቕ ግብረ ገብነት ዘለዎ ወለዶ ወይ ከዓ ሕብረተሰብ ተኾይኑ ከዓ ካብዚኣቶም ንሕር ብኦቢሉ ጥዕና ስነ ኣእምሮ ንኽሕሉ ይሕግዙ ማለት ኣብቲ መድረኽ ተረኺቦም መልእኽቲ ዘሕለፉ ኣብ ቢሮ ጥዕና ትግራይ መተሓባበሪ ጥዕና ስነ ኣእምሮ ዶክተር ቴድሮስ ገበዛይ ብወገኖም፣ ፀገም ጥዕና ስነ ኣእምሮ ብዝተፈላለዩ መንገድታት ኣብ ዝተፈላለየ ክሊ ዕድመ ንዝርከቡ ወገናት ከምዘጥቅዕ ምስ ሓበሩ፣ እቲ ሕማም ካብ ግዜ ናብ ግዜ ዝኸዶ ዘሎ ናህሪ ንምግታዕ ግደ ኩሉ ሕብረተሰብ ከምዝኾነ ገሊፆም። ናይ ኣእምሮ ፀገም ኣብ ዝተፈላለዩ ክፋላት ሕብረተሰብ እዩ ዝበፅሕ። ንኣብነት ኣብ ናይ ኣካል ጉድኣት ኣሎ። ኣካል ጉድኣት ዓሰርተ ሽዱሽተ ሚኢታዊ ዝኸውን ህዝብና ኣካል ጉዱእ ክብል ከለኹ ዝተፈላለየ ዓይነት ማለት እየ። ሕድ ሕድ ኣካል ጉዱእ ዝተፈላለየ ፀገም ኣለዎ። ዩኒክ ንኡ ዝምጥን ዓይነት ሓገዝ ክግበር ኣለዎ። ስለዚ ኣብ ኣካል ጉድኣት ዝነጥፉ ሴክተራት ኣለዉ። ፕሮቴክሽን ንብሎ ብሓፈሻ ብናይና ከዓ ማሕበራዊ ጉዳይ ዝምልከቶ ብዋናነት ስለዚ ኣብኦም ምስራሕ ክብል ሓደ ገፅ ማለት እዩ። ካልኣይ ጉዳይ ደቂ ኣንስትዮ ሎሚ ዝዓዲምና ዘለና ናይ ጀንደር ቤዝድ ቫዮለንስ ወይም ከዓ ፆታዊ ጥቕዓት ዝበፀሐን ደቂ ኣንስትዮ ሰርቫይቨርስ ኣለዋ ግዳያት ንብሎ ብትግርኛ ኣለዋ ስለዚ ንእን ከዓ ንእን ቴለርድ ዝኾነ ሓገዝ ክግበር ኣለዎ ቻይልድ ፕሮቴክሽን ዝበሃል ኣሎ ኣብ ናይ ቆልዑ እውን ዝሰርሑ ንኦም ለ ኣብዚ ዓዲምና ኣለና ንሶም ከዓ ናይ ባዕሎም ሮል ክፃወቱ ስለዘለዎም እዩ ሃይማኖት መራሕቲ ከዓ ዓብይ ሓላፍነት ይህልዎም ማለት እዩ ነቲ ስፕሪቹዋል ካውንስሊንግ ወይ ከዓ ሃይማኖታዊ ሓገዝ፣ ድጋፍ፣ ገለ ካብ ምሃብ ሓሊፉ ብተወሳኺ እውን ናብ ጥዕና ትካል እውን ሪፈር ክብሉ ንደሊ። ፀገም ዘለዎ ሰብ ብምልዓል ናይ ሕክምና ከዓ ያው እቶም ብጣዕሚ ዝሓሙ መዓልታዊ ስርሖም ክሰርሑ ዘይኽእሉ ከዓ ኣብ ምሕካም ናይና ሓላፍነት ይኸውን ከም ጥዕና። ስለዚ ገበርቲ ሰናይ ገበርቲ ሰናይ ከዓ ኣብ ፕራ ኣብ ፕሮግራሞም ናይ ስነ ኣእምሮ ፕሮግራም ከም ፕሮግራም ሓደ ሒዞም ንኽሰርሑ ኢና ሎማዓንቲ ኣኪብናዮም ዘለና። ስለዚ እቲ ዕላምኡለ ኣብ መጨረሻ ናይ ሓባር ምውፃእ እዩ ፕላን ገይርና ኣብዚ ተኣኪብና ዘለና ማለት እዩ።
ስነ-ኣእምራውን ኢኮኖሚያውን ጸገማት ስድራ ስዉኣት ንምፍታሕ ዝሕግዝ ምትእኽኻብ ሃፍትን ንዝሓለፈ ክልተ ዓመታት ንዝበጽሐ ኩለመዳያዊ ጸገማትን ንምቅላልን ሓበራዊ ስራሕን ምትሕግጋዝን ይጠልብ ክብሉ ኮሚሽነር ኮሚሽን ሓርበኛታት ትግራይ ተጋዳላይ ናስር መምሕር ገሊጾም። እቶም ኮሚሽነር ነዚ ዝገለጹ ብሄራዊ ሓድነት ንሕውየት ትግራይ ብዝብል መሪሕ ሓሳብ ብምኽንያት ዝኽሪ ስዉኣት ትግራይ ዝካየድ ውድድር ዓብዪ ጉያ መሰረት ብምግባር ኣብ ሰላሳ መስከረም ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ዝተኻየደ ፕረስ ኮንፈረንስ እዩ ሜሪ ደሞዝ ተወሳኺ ኣለዋ።
ኮምሽን ሓርበኛታት ትግራይ ንመሐከሚ ጉድኣት ኣካል ሓርበኛታት፣ ንሕውየት ስነ-ኣእምሮኣውን ኢኮኖሚያውን ፀገማት ስድራ ስውኣትን ንምቅላል ዝሕግዝ ምትእኽኻብ ሃፍቲ ይፍፅም ምህላውን ንዝሓለፉ ክልተ ዓመታት ንዝበፅሐ ኩለመዳያዊ ፀገማት ንምፍታሕ ሓበራዊ ስራሕትን ምትሕግጋዝን ይጠልብ ክብሉ ኮምሽነር ኮምሽን ሓርበኛታት ትግራይ ተጋዳላይ ናስር መምሑር ገሊፆም። ዘለና ጠለብ ዘለውና ሕቶታት ግን ብጣዕሚ ብዙሓት እዮም ገና ሕዚ ውን ከቢድ ገዛ ዕዮ እዩ ዘለና ከም ህዝቢ ማለት እዩ ብፍላይ ውቃዓትና ውን እቲ ክረኽብዎ ዝግባእ ሕክምና ረኺቦም ናብ ሕብረተሰቦም ክፅምበሩ ዘኽእል ሞያውን ኣካዳሚያውን ትምህርትን ስልጠናን ክረኽቡ ምግባር ስለዝኾነ ድማ ንስራሕን ንትምህርትን ንስልጠናን ብቁዓት ክኸውን ዘግብር ናይ ስነ ልቦና ሕውየት ኣስተምህሮ ገና ብሰፊሑ ዘይኸድናሉ እዩ። ካብዚ ሓሊፉ ናይ ኣካዳሚን ናይ ትምህርትን ናይ ሞያውን ቴክኒክን ስልጠናታት እውን ብሰፊሑ የድሊ እዩ። ዓቕሚ ሒዞም ምስ መጉዳእቶም ዝኸይድ ሞያ ሒዞም ክወፁ ስለ ዝግባእ እዚ ብጣዕሚ ዓብዪ ገዛ ዕዮ እዩ ማለት እዩ። ስፖርት ንሰላምን ሓድነትን ህዝብታት ዘለዎ ግደ ዕዙዝ ምዃኑ ዘገንዘባ ኮምሽነር ኮምሽን ስፖርት ትግራይ ወይዘሮ መብራት ሃፍቱ ብግደኣን ንሓርበኛታትን ስድራ ሓርበኛታትን ምሕጋዝ ዋኒን ኩሉ ሕብረተሰብ ምዃኑን ኣብ ውሽጢ ዓድን ወፃእን ዝርከቡ ተጋሩን ፈተውቲ ተጋሩን ሓገዝ ክገብሩ ፃውዒት ኣቕሪበን። እቲ ዘሎ በርደን መንግስቲ ትግራይ እዚ ኸዚ ዘሎ ብዙሓት ፀገማት ንኹላትና ግልፂ እዮም። ግዝያዊ ምምሕዳር ትግራይ ዘለዉ ሽግራት እቶም ፀገማትና ልዕሊ እቲ ዓቕምታትና እውን እናኾኑ ዝመፁ በቢግዜኡ ክፍትሑ ዝግብኦም ሽግራት እውን ዓቕሚ ብምስኣን ተወዲብና ብምትሕግጋዝ ዝፍጠሩ ዘለዉ ፀገማት ዓቕምታትና እውን ኣኪብና ሓድነትና ኣጠናኺርና ንዞም ሕድሕድ ገዛ ዘለዉ ስድራ ሃርበኛታት ኣብ ሕክምና ዘለዉ ውቁዓትና እውን ኣብ ጎኖም ኮይንና እንሕክመሉ ቀፃሊ ብዝዓመትዛ እነኽብር ዘለና ድማ ዘለዉ ውቁዓትና እውን ሓውዮም ኣብ ዕለታዊ መናብ ብዛ ትምልከቶም ብዛ ግቡኦም ክሰርሕዋ ዝኽእሉ ኣብ መዓላ ኣውዒሎም እንሕብሕበሉን ስድራ ስውኣትና እውን ካብ ፀገማት ወፂኦም ዝሐሸ ናብራ መናውሮ ክፈጥርሉ ዝኽእሉ ዕድል ንምፍጣር ንርእየሉ ክኾን ብዚ ኣጋጣሚ እዚ ይላቦ። ኣብ ሕውየት ጉድኣት ኣካል ስድራ ስውኣትን ተመለስቲ ተጋደልትን ኮሚሽን ሓርበኛታት ትግራይ ንዝሰርሖም ስርሓቲ እቲ ዝካየድ ዓብይ ጉያ ካብኡ ዝርከብ እቶት ዝለዓለ ኣበርክቶ ከምዘለዎን ነዚ ንምዕዋት ድማ ኣብ ውሽጢ ዓድን ወፃእን ዝርከቡ ተጋሩን ፈተውቲ ተጋሩን ዝገብርዎ ሓገዝ ነመስግን ዝበሉ ድማ ምክትል መተሓብሪ መተኣኸቢ ብሄራዊ ኮሚቴ ሃፍቲ ሓርበኛታት ትግራይ ኣይተ ገብረሂወት ገብረእግዚኣብሔር እዮም። ብሓድነት ንኽንጎይን፣ ብሓድነት ንኽንሰርሕ፣ ብሓድነት ንኽንትልምን ንኽንፍፅምን ብዘኽእል ደረጃ ኣብ ዓዲ ውሽጢ ኣብ ትግራይ ዘሎ፣ ኣብ ማእኸል ዓዲ ዘሎ ይኹን ብፍላይ ድማ ቅድም እንትብል ብብሄራዊ ደረጃ ኣብ ዲያስፖራ ዘለዉ ተጋሩ ግዱሳትን ኸምኡ እውን ተሓባበርትን ደገፍትን ትግራዋይ ዝኾኑ ኣብ ፀገምና ንኽበፅሑ ብዝተሓተትናዮ ሕቶ ዝገበሩልና ምላሽ በዚ ኣጋጣሚ እዚ ከመስግን ይፈቱ። ንቅድሚት እውን እዚ ዘለና ዓብዪ ሽግር ንክፈትሑልና ጥራሕ እንተይኮነስ ናይቲ ሽግር ኣካል መፍትሒ እዮም ኢልና ስለዘቐመጥና በቲ ዝመፅእ ዘሎ ትልምታት በቲ ዝንገብሮም ስራሕትታት ዘላቒ ናይ ትግራይ ሕውየት ዝረጋገፀሉ ግዜ ስለዝኾነ ኩሉ ካብ ተምሃራይ ጀሚሩ እስካዕ ነጋዳይን ናይ ሃይማኖት ኣመንትን ተኸተልትን ኩሉ ኮታስ ኩሉ ትግራዋይ ኣብዚ ዓሲሉ እዚ ሽግር እዚ ንክንፈትሖ ዘኽእለና ስራሕቲ ንክንሰርሕ ሓደራ ይብል። እቲ ካብ ዓሰርተ ሽዱሽተ ክሳብ ዕስራን ሰለስተን ጥቅምቲ ክልተ ሽሕን ዓሰርተ ሸሞንተን ዓመተ ምህረት ዝካየድ ውድድር ዓብይ ጉያ ብብርኪ ትግራይ ንከተማ መቐለ ሓዊሱ ኣብ ኩለን ዞባታት ትግራይ ከምዝሳለጥ ንምፍላጥ ተኻኢሉ።
መስፍን ሓጺነ መጺን ኢንጂነሪንግ ብሰንኪ ጽንተታዊ ኲናት ሰፍ ዘይብል ማህሰይቲ ከም ዘጋጠሞን ከም ሰምዓዮኖ ድማ ሰራሕተኛታት እቲ ትካል ንስልቦናዊ ቅልውላው ምስጥሖም ማኔጂንግ ዳይሬክተር እቲ ትካል ኢንጂነር ተሰማ ግደይ ገሊጾም። እቲ ትካል ንዓሰርተ ትሽዓተ ጀጋኑ ስድራ ስውኣት ሰራሕተኛታቱ ብልዕሊ ክልተ ነጥቢ ሰለስተ ሚልዮን ብር ወጻኢ ሓገዝ መስርሒ ኮንተይነር ከም ዘበርከተ ኢንጂነር ተሰማ ግደይ ኣብቲ መድረኽ ዕላውነት ሓድሽ ኣርማ መስፍን ሓጺነ መጺን ኢንጂነሪንግ ወሲኾም ገሊጾም ኣለዉ። ፊልሞን በየነ ተወሳኺ ኣለዎ።
ሓላፍነቱ ዝተወሰነ ውልቀ ኩባንያ መስፍን ሓፂነመፂንን ኢንጂነሪንግን ላዕለዎት ኣመራርሓን ሰራሕተኛታት እቲ ትካልን ኣብ ዝተረኸበሉ ምትዕርራይ ሽምን መለለዪ ሕላገት ሎጎን ዕላዊ ዝገበረ እንትኸውን ኣብቲ መድረኽ ተረኺቦም መልእኽቲ ዘሕለፉ ማኔጂንግ ዳይሬክተር እቲ ትካል ኢንጂነር ተሰማ ግደይ ብሰንኪ እቲ ዝተኣወጀ ፅንተታዊ ኲናት እቲ ሰራሕተኛ ንዝኸፍኣ ስነልቦናዊ ቅልውላው ከምዝተቓልዐን ከምኡ እውን ኣብ ልዕሊ እቲ ትካል ከቢድ ዕንወት ከምዝበፅሐን ብምዝኽኻር ይኹን ደኣ እምበር ኣብዚ ሕዚ እዋን ሓቦን ኒሕን ሰኒቕና ሓዱሽ ስትራቴጂካዊ ዕላማ ተሓንጊጥና ብተወፋይነትን ብትብዓትን እናስራሕና ንርከብ ክብሉ ሓቢሮም። ብሰንኪ ኣብ ትግራይ ኣጋጢሙ ዝነበረ ኩናት ናይ ህዝቢ ኩናት ናይ ህዝቢ ትካል ዝኾነ ትካልና መስፍን ሜታልስ ኣንድ ኢንጂነሪንግ ካብ ዝነበሮ ደረጃ ብምውራድን ሰፍ ዘይብል ክሳራን ማህሰይትን ከምዘጋጠሞ ብሳዕቤኑ ድማ ሰራሕተኛታት እዚ ትካል ንስንልቦናዊ ቅልውላው ክሳጥሑን ብሓፈሻ እዚ ትካል ገዚፍ ክሳራ ከምዝበፅሖ ኩሉ ዝርደኦን ዝፈልጦን ሓቂ ዋላ እኳ እዚ ኩሉ በደልን ብርሰትን ዝበጽሐና እንተኾነ ተስፋ ኣይቆረጽናን። እቶም በደላት ዝያዳ ክንሕርንን ስንና ነኪስና ክንነክስን ገይሮምና እዮም። ትካልና መሊስና ንምህናጽ ንዝለዓለ ዓቕሚ ንምብጻሕ ውዳበ ኮርፕሬት ተኸቲልና ሽድሽተ እንዳስትሪታት ኣንፊትና ኣብ ህንጸት ዓቕሚ፣ ምርምር ስርጸት፣ ህንፀት ፅሬት ከምኡ እውን ዕዳጋን ፅንዓትን ብቀንዲ ትኩረት ብምውሳድ ከም ብሓዱሽ ተመዓራሪና፣ ተወዲብናን ናብ ህዝብናን ናብ ዓውውልናን ተመሊስና ኣለና። ኢንጂነር ተሰማ ወሲኾም፣ ንዓሰርተ ትሽዓተ ስድራ ስውኣት እቲ ትካል ብልዕሊ ክልተ ነጥቢ ሰለስተ ሚሊየን ብር ወፃኢ ሓገዝ ኮንቲነራት ክንገብር ኢና ድሕሪ ምባል ኣብ ሕውየት እቲ ትካል ድማ ኩሉ ሰራሕተኛ ጠንኪሩ ክሰርሕ ይግባእ ኢሎም። ኣብ ክልልና ተፈጢሩ ንዝነበረ ኩናት ንምምካት ሰራሕተኛታት ትካልና ክቡር መስዋእቲ ከፊሎም እዮም። ካብዚ ብምብጋስ ድማ ንዓሰርተ ትሽዓተ ስድራ ጀጋኑ ስውኣትና ብዓቕሚ ንምድጋፍ ዓሊሙ ጠቕላላ ዋጋ ድምር ብር ክልተ ሚልየንን ሰለስተ ሚእትን ሰብዓን ሓሙሽተን ሽሕ ወፃኢ ብምግባር ደገፍ መስርሒ ኮንቲነር ክነርክብ ወዲእና ኣለና። ንቀፃሊ እውን ኣብ ጎኖም ከምዘለና ክንገልፅ ሞያዊ ብቕዓት ብዝምጥን ኣገባብ ክስራሕ ብዕቱብ ሰሪሕና ለውጢ ክንገብር ይግባእ። ኩሉ ማሕበረሰብ ትካልና ነዙይ ተሓሳቢ ገይሩ ክንቀሳቀስን ክሰርሕን ይግባእ። ሰራሕተኛታት እቲ ትካል ብወገኖም ዝዘመነ ኣሰራርሓ ብምኽታል ተጠላቢ ፍርያት ንምቕራብ ብጥንኩር መንፈስ ንሰርሕ ኣለና ድሕሪ ምባል፣ ከም ሰራሕተኛ ድማ እቲ ትካል ናብ ዝለዓለ ብርኪ ንምስግጋር፣ እጃምና ክነውፊ ኢና ክብሉ ገሊፆም። ብሓላፍነትን ብተበግሶን ዝሰርሕ ሰራሕተኛ እዩ ዘለና፣ ዝበለፀ ስራሕ ከዓ ክንሰርሕ ኢና ኢልና ኢና ተስፋ ንገብር ዘለና ማለት እዩ። በቲ ሪብራንድ ገይርዎ ዘሎ በቲ ሽም ቀይርዎ ዘሎ በቃ ቅዩር ልኾነ ማሕበረሰብ ኣብቲ ዕዳጋ ዓለም እውን ተቐባልነቱ ረኺቡ ካብቲ ዝነበሮ ናይ ፅሬት ካብቲ ዝነበሮ ናይ ህርኩትነት ዝበለፀ ህርኩት ኮይኑ ክሰርሕን ውፅኢታማ ክኸውንን እዩ ልብል እዩ ለለና ራእይ ማለት እዩ። ምስ ቴክኖሎጂ ምስቲ ግዜ ምስቲ ዘመን ዝጠልቦ ስራሕቲ ሒዙ ንክኸይድ ያው እዚ ተገይሩ ዘሎ ሪብራንዲንግ ስራሕቲ ብጣዕሚ ፅቡቕ እዩ። ካብኡ ብዝበለፀ ድማ ዝሓሸ ለውጢ ነቲ ትካል ከም ትግራይ ድማ ንትግራይ ዝረብሕ ስራሕቲ ንክንሰርሕ ኣብ ትግራይ ዳግመ ህንፀት ትግራይ እውን ንክሕሊ ያው ዝሓሸ ሰራሕተኛን ያው መናጅመንትን ዝሓሸ ኩሉ ነገር ብዝተረዳደእ መልክዑ ኮይና ንክንቅፅል ያው መልእኽተይ የተሓላልፍ።
መንፈስን ፍልጠትን ኣማሊኡ ዝህነጽ መንእሰይን ምፍጣር ትምህርቲ እንኮ ኣማራጺ እዩ ክብሉ ኣብ ኢትዮጵያ ካቶሊካዊት ቤተ ክርስቲያን ሓላፊ ሃገረ ስብከተ ዓዲግራት ኣቡነ ተስፋስላሴ መድህን ገሊጾም። ኣቡነ ተስፋስላሴ መድህን ነዚ በሉ ኣብ ኢትዮጵያ ካቶሊካዊት ቤተ ክርስቲያን ሃገረ ስብከት ዓዲግራት ኮሌጅ ፖሊቴክኒክ ዶንቦስኮ መቐለ ምስረታ መበል 50 ዓመት ኣብ ዘኸብረትሉ እዩ። ገብረሃ ዳንኤል ተወሳኺ ኣሎ።
ኣብ ኢትዮጵያ ካቶሊካዊት ቤተ ክርስቲያን ሃገረ ስብከት ዓዲግራት ኮሌጅ ፖሊቴክኒክ ደንቦስኮ መቐለ ምስረታ መበል ሓምሳ ዓመት ዘኽበረት እንትኸውን ኣብቲ ስነ ስርዓት ተረኺቦም መልእኽቲ ዘሕለፉ ኣብ ኢትዮጵያ ካቶሊካዊት ቤተ ክርስቲያን ሓላፊ ሃገረ ስብከት ዓዲግራት ኣቡነ ተስፋስላሴ መድህን ከምዝበልዎ ፖሊቴክኒክ ደንቦስኮ ኣብ ዓሰርተ ትሽዓተ ሰብዓን ሓሙሽተን ዓመተ ፈረንጂ ኣብ ኢትዮጵያን ኤርትራን ዝተመስረተት ኮይና ሓምሳ ዓመት ኣብ ትምህርቲ እናተፃወተቶ ዝመፀት ወለዶ ኣብ ምህናፅን ብትምህርትን ቴክኖሎጂን ኣብ ዓለም ተወዳዳራይ ንክኾን ናይ ባዕላ እጃም እናበርከተት መፂኣ እያ ክብሉ ሓቢሮም። ተስፋን ፍቕርን ኣብዛ ዓድናን ሃገርናን ኣህጉርናን ዓለምናን ንምስፋሕ ኣብዚ በት ትምህርቲ እዙይ ኣብዚ ኮለጅ እዙይ ዝስልጥኑ ዓቕሚ ትግራይ ተስፋ መንእሰያት ህይወት ህዝብና ዘመሓይሽ ፍልጠትን ኩሉ ክእለትን ዝሰንቕሉ ማእኸል ክልዝኾነ ባርኸልና እዚ ስራሕ ክጅመር ቅድሚ ሓምሳ ዓመት ናይ ተክኒክ በት ትምህርቲ ክህነፅ ዓሊሞም ንዶንቦስኮ ሳለዝያውያን ዓለም ኣቀፍ ካቶሊካዊ ማሕበር ዝዓደሙ ነፍሰ ሄር ብፁዕ ኣቡነ ስብሃት ለኣብ ወርቁን መሳርሕቶም ካህናትን ተኸተልቶም ጳጳሳትን እናዘከርና ሽዑ ዝመጹ ኣብ መቐለ ክፍልሙ መጺኦም ሕይወቶም ኣሕሊፎም ኣብዙይ ዓሪፎም ኣብዙይ ተነቢሮም ዘለዉ ኣባ ፓት ሞረን ካብ ኣይርላንድ ዝነበሩ ኣባል ሳሊዛዊ እግዚኣብሔር ሰማዊ ታሕጓስ ከውዕሎም ኮሌጅ ፖሊቴክኒክ ዶንቦስኮ መቐለ ሓምሳ ዓመት እንተኽብር ወለዶ ኣብ ምህናፅን ምሁር ዜጋ ኣብ ምፍጣርን ስራሕ ዕድል ኣብ ምምቻውን ዘበርከተቶም ዓሚቕ ተሞክሮን መርኣያ ከምዝኾነት ዝገለፁ ድማ ኣብ ቢሮ ቴክኒክን ሙያን ስራሕ ዕድል ፈጠራን ትግራይ ዳይሪክተር ዳይሪክቶሬት ተግባር ተኮር ስልጠና ኣይተ ገብረጨርቆስ ዮሃንስ እዮም። ኣብ ዝሓለፉ ሰለስተ ዓመታት ኣብ ልዕሊ ክልልናን ህዝብናን ብሰንኪ ኲናት ዝበፀ ከቢድ ናይ ሰብኣውን ንዋታውን ብርሰት ኣብ ደቂ ሰባት ናይ ኣካላውን ሞራላውን፣ ስነልቦና ማህሰይትን ዘርዚርካ ዝውዳእ ኣይኮነን። ይኹን እምበር ኣካላውን ስነልባውን ማህሰይቲ ዝበፅሖ ህዝብና ንምድሓን ኣብ ትሕቲ ቢሮ ቴክኒክን ሙያን ስራሕ ዕድል ፈጠራን ዝመሓደራ መንግስታውን ዘይመንግስታውን ኮሌጃትን ፖሊቴክኒክ ኮሌጃትን ኣብ ደግሚ ህንፀት ሕውየትን ህዝብና ካብ ዘለወን ዝለዓለ ተልእኾ ብምብጋስ ብቐፃልነት ኣብ ህልውናናን ድሕንነትናን ህዝብና ደንቦስኮ ፖሊቴክኒክ ኮሌጃት ዝለዓለ ብፅሒት ነይርወን ሐዚ እውን ይቕፅላሉ ኣለዋ። ብሰንኪ ኹናት ዝበፅሐና ሰብኣውን ንዋታውን ስነ ልቦናውን ማህሰይቲ ንምሕዋይ ትግራይ ዳግማይ ንምህናፅን ኮሌጅ ፖሊቴክኒክ ደንቦስኮ መቐለ ደጊማ እጃማ እናፈፀመት እያ ክብሉ ኣይተ ገብረጨርቆስ ወሲኾም ሓቢሮም። ኣተገባብርኡን ብመምርሒ ፍቓድ ኣፍልጦ ዘድሊ ኩሉ መለክዕታት ብምምላእ ሙሉእ ኣፍልጦ ብምሓዝ ንፅሬት ስልጠና ኣግባብነቱ፣ ፍትሓውነቱ፣ ተበፃሕነቱ ንምርግጋፅ ምስ ቢሮ ቴክኒክንሙያን ስራሕ ዕድል ፈጠራን ክልል ትግራይን ምስ ከባቢ ምምሕዳራት ከተማታትን ወረዳታትን፣ ምስ ማሕበረ ሰብን ኣብ ክልልና ዘለዋ ናይ ልምዓት ትካላትን ኢንዳስትሪታትን ናይ ምኽክር መድረኽ ብምድላው ናይ መፃኢ ዕድላትና ብሩህ ሓሳባት ኣብ ምምሕልላፍ ስታንዳርድ ዶንቦስኮ ኮሌጅ ክመሓየሽ ብምግባር ናብ ዝለዓለ ብርኪ ስልጠና ንምሃብ ናብ ፖሊቴክኒክ ኮሌጅ ክዓቢ ምግባር ጠለብ ዕዳጋ ዘለዎ ሓደሽቲ ሙያታት ስልጠናታትን ብምኽፋት ተጠቃምነት መናእሰይ ደቂ ኣነስትዮ ጉድኣት ኣካልን ኣሰልጢንካ ናብ ስራሕ ምውፋር ምስ መዳርግቲ ኣካላት ሓቢርካ ኣብ ምስራሕ ብሓፈሻ እዚ ክብረ በዓል ሓምሳ ዓመት ደንበስኮ ዝለዓለ ድምቀት ክነኽብር ከለና ደንበስኮ ትሓስብዎን ተተግብሮን ኩሉ መዳያዊ ስራሕቲ ቢሮ ቴክኒክን ሙያን ስራሕ ዕድል ፈጠራን ክልል ትግራይ ኣብ ጎንኹም ምዃንና ብሽመይን ብሽም ቢሮ ቴክኒክ ሙያን ስራሕ ዕድል ፈጠራን ክገልፀልኩም ይፈቱ።